ሜክኣፕ ኦኬ ሶ ሎማዓንቲ ከመይ ገይረ እዛ ሜክኣፕ ሉክ ከም ዝገበርክዋን እንታይ ፕሮዳክት ተጠቂመ ስለምንታይ ተጠቂመሉ ብስእልን ብፅሑፍን እንዳገበርኩ ከርእየክኒ ከመይ ገይርካ ከምዚ ፉል ግላም ማለት እዩ ከምዚ ኢንመምሻሉ ስፔሻል ነገራት ኣሎ ከምዚ መርዓ ወይ ክትወፃ ገለ ከምዚ ዝኾነ ስፔሻል ዓይነት መዓልቲ ገለ ከጋጥመካ ከሎ ትጥቀ ትገብሮ ትኽእል ሜክኣፕ ከምዚ ማለት እዩ ከመይ ጌርካ ከም ትገብሮ ከርእየክን እየ ኩሉ እቲ ፕሮዳክት ብስእልን ብጽሑፍን ኣብዚ ክገብሮ እየ ኣብቲ ታሕቲ ከኣ እቲ ሊንክ ክገብሮ እየ ድሕን ክትገዝእኦ ደሊክን ኣብኡ ጠዊቅክን ክትረክብኦ ትክእላ ኢክን ኣብዚ ናይ ሎማዓንቲ መደብ ኢንጆይ ክትገብርኣ ተስፋ ገብር ሰብስክራይብ ኣይገበርክን ንሕና ኣለክን ሰብስክራይብ ግበራ ያ

and then I go ahead and I use this under eye eye cream እዚ like ኣብዚ ናይ ኣብዚ ትሕቲ ዓይነ ይገብሮ ምክንያቱ ከምዚ um፣ እቲ ኣብ ትሕቲ ዓይንና ከምዚ uh, ይፅልም ድሕን ኮይኑ ወይ ድሕን ማራ ደኺምክን ኣለኽን uh, ይሕግዞ እዩ ማለት እዩ ፅቡቅ እዩ uh፣ ኦኬ ሶ እዛ ሕጂ ትጥቀመላ ዘለኹ ከለር ኮረክተር እዩ ዝበሃል ዝኾነ ከም ጸሊም ጸሊም ወይ ማራ ገለ እንተለክን እዚኣ ኢኽን ትጥቀማ እሳ ቅድም ትገብሮ ሽዑ ብለንድ ኣውት ትገብራ ማለት እዩ ዳትስ ዋን ኦፍ ማይ ፌቨሪት color correctors to use the LA Grow Pro it's simple to use uh, and it's very affordable ሽዑ ኣብቲ ኦረንጅ ምስ ገበርክን ማለት እዩ ኣብ ልዕሊኡ እቲ ከንሲለር ንቆርበትክን ዝመስል ትገብራ ኣ፣ እቲ ኦረንጅ ሕብሪ ነቲ ላይክ ከምቲ ኣቐዲመ ዝበልክዎ ነቲ ጸሊም ጸሊም ንምእላይ እዩ ኣም፣ ኣብ ትሕቲ ዓይንኽን ድሕን ከምዚ ጽልም ዝበለ ኮይኑ ወይ ድሕን ፈጸጋ ነይሩክን ቀሪፍክንኦ ጸሊም ጸሊም ገዲፍዎ ወይ ድሕን ማዳ ኣለክን ንዕኡ ክሓብእ ይሕግዝ እዩ ማለት እዩ እቲ ኦረንጅ ምስ ገበርክን ግን እቲ ከንሲለር ብላዕሊ ክትገብሩ ኣለክን This is the foundation I use ፋውንዴሽን እዚኣ እየ ዝጥቀም ክልተ ሕብሪ እየ ዝጥቀም ምእንቲ ከም ናተይ ሕብሪ ዝመስል

ኣፍንጫይ ኣብዚ መንከሰይ ኣብ ትሕቲ ዓይነይ ኣብ ትሕቲ ክትገብርኦ ትደልያ ማለት እዩ እቲ ካንስለር ክጥቀማ ከለኽን ላይክ ከም ድሕን ማራ ኣብ ትሕቲ ዓይንኽን ማራ ድሕን ከተብርሃኦ ደሊኽን ካብዚ ካብቲ ቆርበትክን ብኽልተ ሕብሪ ቅይሕ ዝበለ ኢኽን ትጥቀማ ማለት እዩ። ኣነ ሕጂ እታ ሓንቲ ከም ናተይ ዓይነት ቆርበት ስለ ትመስል መሊሰ እዛ ህስስ ዝበለት ሕብሪ ብላዕሊ ወሲኸላ ቁሩብ ምእንቲ ብርህ ክብል ማለት እዩ። ኣብ ትሕቲ ዓይንኽን ኣብ መንከስክን ድሕን ጌርክናሉ ድሕን ንሱ በሪሁ ሽዑ ነቲ ገጽክን ሞር ዲፋይን እዩ ዝገብሮ። ኣብቲ ከምቲ ዝረኣኽንኦ ከኣኒ I put a little bit ኦን ማይ ስማይል ላይን ኣብቲ ጥቓ ኣፌ ቁሩብ ገይረ ምክንያቱ ፍሽኽ ክብል ከለኹ ንሻሎ ኣብ ዕጥር ዓይነት ዝብል ነገር ሕጂ እቲ ፋውንዴሽን ምስ ገበርናሉ እቲ መዓልቲ እንዳኸደ ከሎ ላይክ ኣብኡ ፍሽኽ ብዙሕ ክንዛረብ ገለ ከለና ክፈላለ ጅምር ሶ ምእንቲ ከይፈላለ እቲ ከንሲለር ትገብሮ ፓውደር ጌርክን ሰጥ ምስ ገበርክንኦ ሽዑ ምሉእ መዓልቲ ኣይክፈላለን እዩ ማለት እዩ

ምሻሎ ላይ ክንወፅእ ኮለና ናብ ኣገዳሲ ነገር ከምዚ መርዓ ንኸይድ ጥምቀት ከምዚ ላይ ዓብ ዓብ ነገራት ማለት እዩ ግራጅዌሽን ገለ ሕጂ ከምዚ እቲ ሜክኣፕ ብመዓልቲ ምሳና ዝውዕል ናይ ስፔሻል ኦኬዥን ዓይነት ሜክኣፕ ማለት እዩ ክንገብር ኮለና እዩ ዘርእየክን ዘለኹ ሶ እቲ ሜክኣፕ ቁርብ ብዝሕ ስለ ዝብል ብላይንድ ክትገብሮ ኣለክን ግድን ላይክ ክትሓዋወስኦ ኣለክን ምእንቲ ፌክ ከይመስል ከምዚ ላይክ ጭቃ ዓይነት ምእንቲ ከይመስል ካንቶር ክገብር ከለኹ ሕጂ ቁሩብ ኣብ ኣፍንጫይ በቲ ክልተ ወገን ናይ ገፀይን ካንቶር ዝገብር እስኽን ሕጂ ከምቲ ምስ ገፅካ ኢኻ ኩሉ ግዜ ትገብር ኣነ ሕጂ በዚ ክልተ ወገን ክገብሮ ከለኹ ቁሩብ ኣልዕል እየ ዘብሎ ምእንቲ ገፀይ ላይክ

ብለንድ ኣውት ትገብረ ከም ትሪኣን ዘለኽን እጂ ላይክ ግዜ ጀስት ግዜኻ ምውሳድ እዩ ላይክ ሓንቲ ከምዚ ሙሉእ መዓልቲ ዝውዕል ብዙሕ ሜካፕ ድሕን ትገብራ ኣለኽን ግድን ብለንድ ኣውት ክትገብሮ ኣለክን ድሕን ዘይጌርክኖ ሙሉእ መዓልቲ ኣብኡ እዩ ኮፍ ኢሉ ዝውዕል ሶ

ጻዕዳ ፓውደር ኣይትጠቀማ ምስ ሕብርና ዝኸይ ማለት እዩ ከምዚ ዓይነት ብጫ ክኸውን ኣለዎ ምክንያቱ እሱ ምስ ናትና ሕብሪ ይኸይድ ጻዕዳ ድሕን ኮይኑ ከምዚ ሓሙኽሽታዊ ከም ስለና እዩ ሽዑ እዚ ዓይነት ፓውደር ጌራ ከዓኒ ሙሉእ ገፀይ ሰትገብሮ ማለት እዩ እታ ዝጥቀመላ ዘሎ ሕብሪ ከምዚ ብስእሊ ዘላ ኣይኮነትን ልክዕ ንቆርበተይ ትመስል ሕብሪ እየ ዝጥቀም እሱ ንምግባር ከዓኒ ነቲ ፋውንዴሽን ንኸይንቀሳቐስ

ታሕቲ ትሪኣ ዘላኽን ማለት እዩ ቁሩብ ሕጂ ላይክ ንላዕሊ ገፀይ እንዳኸድኩ ይገብር ብዙሕ ዓይነት ብላሽ ኣሎ ሶ ደስ ዝበለክን ንዓን ዓይነት ክጥቀማ ትኽእላ ኢኽን እንተ ኣነ ክጥቀመላ ፀናሕኩ ሕስር ዝበለት ኮይና ናይ ሽዱሽተ ቅርሺ እያ ግን ኣዝያ ፅብቕቲ እያ so ሕጂ እቲ ኣይ ሻዶ ክገብር ከለኩ ከምቲ ዝረኣከናኒ ኣብቲ ትሕቲ ዓይነይ ፓውደር ክገብረሉ ጸኒሐ ናይዚ ምክንያት ከኣኒ እዚ ኣይ ሻዶ ድሕን ናይ ብለንድ ክትገብራ ኮለክን ካብኡ ድሕን ዝኮነ ርጋፍ ገለ ድሕን ክወድቅ ጀሚሩ ነቲ ፓውደር ኣብ መወዳእታ ኣብኡ ከለክን ብብራሽ ጌርክን እሊክ መሰበልክንኦ እቲ ዝረገፈ ኣብቲ ገጽክን ኣይክለክብኒ ማለት እዩ ነቲ ኦረዲ ጌርክንኦ ዘለክን ሜክኣፕ ከዓ ኣይከባላሽወን እዩ ሶ ሕጂ እቲ ኣነ እቲ ናተይ ኣይሻዶ ክገብሮ ከለኹ ማለት እዩ ወን ኣም ዱዊን ማይ ኣይሻዶ ኣይ ዱ ኢት ሃው ማይ ኣይስ ኣር ሼፕ ምስቲ ዓይነት ናይ ዓይነይ ዝገብሮ ሕጂ ናተይ ከምዚ ናይ ሎሚ ዓይነት ዓይኒ ኣለኒ ምሽ ሕጂ ንላዕሊ ስሕብ የብሎ ማለት እዩ ስቕ ኢለ ልክዕ ከምቲ ዓይነይ ዘለዎ መሊሰ ነቲ ዘለኒ የድምኦ ሶ ማይ ኣይስ ሉክ ላይክ cat eyes so I just Pull it up more so that it gives me more of that like cat eye so that it's highlighting my eyes ማለት እዩ ቅድም ምስ ህስስ ዝበለት ዓይነት ሕብሪ ጀሚረ ሽዑ ከዓኒ እታ ደማቕ ሕብሪ ወሲደ መሊሰ ንዓኣ ብለንድ ይገብራ ጀሚረ ማለት እዩ ከም ኩሉ ነገር ምስ ኣይሻዶ እቲ ዘገድስ ነገር ብለንድ ምግባር እዩ ኩሉ ላይክ እቲ ፍልልይ ፅቡቕን ሕማቕን ምስ ኣይሻዶ ኩሉ ግዜ እቲ ብለንድ ዝኾነ እቲ ብለንድ ዘይኮነን እዩ ቅድም ምስ ሓሳስ ሕብሪ ጀሚረ ሽዑ እቲ ድድመቕ ዝበለ ሕብሪ ገይረሉ ሽዑ ብሓንሳእ ካልእ ፅሪቲ ብራሽ ገይረ ማለት እዩ ንክልቲኡ ብሓንሳእ ሓዋዊሰዮ ኣም ዩዚንግ ዚስ ኣይ ቤስ ማለት እዩ ተደሊኽን ከንስለር ክጥቀማ ትኽእላ ይኽን ነቲ ኣብቲ ላይ ከምዚ ብርቕሪቕ ዝገብረሉ ቦታ ቅድም በዚ ገይረ ሼፕ ይገብሮ ምእንቲ እቲ ብርቕሪቕ ኣብቲ ዓይነይ ምስ ገበርኮ ንኸይረግፍ እዚ ይሕግዞ ማለት እዩ ዝኾነ ዓይነት ከንሲለር ክጥቀማ ይኽን ክጥቀማ ትኽእላ ይኽን

ከንሲለር ዝገበርኩሉ ቦታ ኣብኡ ንዑ ኣብ ልዕሊኡ እገብሮ ኣለኹ ማለት እዩ። እንተደሊኽን ኢድክን ጌርክን ክትገብሮ ትኽእላ ኢኽን፣ ግን ንእሽ ዝበለ ብራሽ ጌርክን ኣብኡ ድሒን ጌርክን ላይክ ምሉእ መዓልቲ ከይተንቀሳቐስ ክውዕል እዩ። ግን ግድን ግድን እንታይ ክትገብራ ኣለክን ማለት እዩ ኣብ ትሕቲኡ ወይ እቲ ከንሲለር ወይ ኣይ ሻዶ ቤስ ዝበሃል ኣሎ ከምዚ ኣነ ተጠቀምኩሉ ማለት እዩ። እሱ ድሒን ጌርክናሉ ምሉእ መዓልቲ ከይተንቀሳቐሰ እዩ ዝውዕል። ጽቡቕ እዩ ከኣኒ እቲ ኣሻሮ ከኣ ይሕዝ ማለት እዩ። ሽዑ መሊስ ግን እታ ብራውን ሕብሪ ዝተጠቀምክናላ ኣብታ ካልኣይቲ ሕብሪ ማለት እዩ ብኣ ወሲድክን ብለን ትገብሮ ምእንቲ እቲ ወርቃዊ ሕብርን እቲ ሓደን ፍልልይ ከይህልዎ መሊስክን ብለን ትገብራ ሽዑ እታ ብራውን ሕብሪ ወሲደ ኣብቲ ትሕቲ ዓይኒ ላይ ምስቲ ላዕለዋይ የተሓሕዞ ምእንቲ ሕደ ዓይነት ክመስል ነቲ ዓይንኻ ከዓ ሞር ሼፕ ይህቦ ዩ ኖ ላይክ ኣም ጀስት

ታርጌት ወይ ኦንላይን ኣብ ኣመዛን ክትረኽቦ ትኽእላ ኢኽን። እሱ መስላ ገብክዎ ሽዑ ማስኬራ ብላዕሊ ገብርሉ ምእንቲ ምስቲ ናተይ ሄደ ንክመስል ማለት እዩ። ሽዑ ንሊፕስቲክ ኣነ በቃ ሊፕስቲክ ብዙሕ ኣይቀይርን እየ ሽኮሪናታት ኣይ ኦልዌይስ ዱ ዘ ሴም ሊፕ ኣብ ቅድም ብራውን ሊፕ ላይነር ይገብር ሽዑ ኣብቲ ማእከል ህስስ ዝበለ ዓይነት ሕብሪ ይገብረሉ ማለት እዩ ሽዑ ብላዕሊ ከዓኒ ክሊር ሊፕ ግላስ ይጥቀም ከምዚ ብዙሕ ዓይነት ዲፍረንት ሊፕስትካት ይመልስ ነይረ ኣብዚ ክልተ ዓመታት ግን ገዲፈዮ እዚኣ ጥራሕ ኩሉ ግዜ ዝገብር ኣብ ገፀይ ላይክ ደስ እያ ትብለኒ ሶ ኣይ ዶንት ሪሊ ቼንጅ ግን ንስኽን ደስ ዝበለክን ክትገብራ ትኽእላ እኽን ምዛ ናይ

ሎማዕንቲ እዚኣ እያ እዛ መደብና እዛ ናይ ሎማዕንቲ መደብ ሓጊሳ ሃኬን ጠቂማ ሃኬን ክትከውን ተስፋ እገብር I hope you guys found it beneficial um ዝኾነ ላይክ ሕቶታት ገለ እንተለክን ኣብዚ ታሕቲ ክትጽሕፍኦ ትኽእላ ኢኽን ወይ ኣብ ኢንስታግራም ወይ ኣብ ቲክቶክ ከዓ ክትረኽባኒ ትኽእላ ኢኽን ከም ኩሉ እቲ ፕሮዳክት ዝተጠቀምኩሉ ሎማዓንቲ ኣብቲ ታሕቲ ኣብዚ ዲስክሪፕሽን ባክስ ማለት እዩ ኣብኡ ገይረዮ ኣለኹ ክትገዝኦ ደሊኽን ኣብኡ ትረኽቦ ትኽእላ ኢኽን ከምቲ ኩሉ ግዜ ዝብለክን ግዜክን ወፊርክን ነዛ ናተይ መደብ ስለ ዝተኸታተልክና ኣዝየ ከመስግነክን እደሊ thank you ያ እዛ እዛ ሜክኣፕ ሎክ ከመይ ረኺብክና ሓጊዝክን ዶ ሓገዘክን እንታይ ዓይነት ሕቶታት ዘለክን ኣብዚ ታሕቲ ካመንት ግበራ ሰብስክራይብ ድሕና ገበርክን ኣለኽን ሰብስክራይብ ግበራ ኣብ ኢንስታግራም ኣብ ቲክታክ ክትረኽባኒ ትኽእላ ኢኽን ያ ካብኡ ቀጺለ ደጊመ ከመስግነኪ ንደሊ ነዛ መደብ ስለ ዝረኣኽና ስጋዕ ካልእ ግዜ ብሓንሳብ ንራኸብ ቃል ሰሰናዩ